በዚ ምድሪ ፍጹም ሲኦል ቦታ ኣሎ ዝተባህለ እዚ ቦታ እዩ። ፀሓይ ብርሃን ዘይራየሉ ናይ ወዲ ሰብ ድምፂ ዘይሰማዓሉ ሓንሳብ ምስ ኣተዉ ብሂወት ናይ ምውፃእ ዕድሎም ተስፎኦም ዜሮ ዝኾነሉ እዚ ብኤል ሳልቫዶር ዝርከብ ስኮት ወይ ናይ ሽበራውያን መፅንሒ ስፍራ እዩ ናይዛ ሃገር ፕረዚደንት ናይብ ቦከለ ብኣሜሪካ ኣህጉር ዓብዪ እስር ቤት ኢሎም ዝፀውዕዎም እዚ ገዚፍ መንደቕ ኩርንኩሪት ዘለዎ ኣስታት ኣርባዓ ሽሕ ንላዕሊ ጨካና ዝተባህሉ ማፍያታት ጋንግ ወይ ኣሸበርቲ ንምቕባር ዝተሰርሐ እዩ ሎማዓንቲ በዚ ቪድዮ እዚ ናይዚ ኣዝዩ ጥቡቕ ሓለዋ ዝካየደሉ ዘፍርሕ እስር ቤት ጠቢቕና ክንርኢ ክንፍትን ኢና ሕጉን ናይ ውሽጢ ኣወሃቕርኡን ንምንታይከ ሰብኣዊ መብቲ ዝማጎቱ ትካላት ስጋብ ሕጂ ዘይተሰምዑ ነዚን ካልእን ሕዝናልኩም መጺና ኣለና ክሳብ መጨረሻ ምሳይ ጽንሑ ቅድሚ ናይ እስር ቤት ዝርዝር ምእታውና እዚ እስር ቤት ንምንታይ የድልየ ዝብል ሓሳብ ክንርዶ ኣለና ቅድሚ ሓሙሽተ ዓመት ኤል ሳልቫዶር ብዓለም ዝለዓለ ናይ ነብሲ መጥፋእ ወንጀል ዝፍጸመላ ሓደገኛ ሃገር ኮነት። ኤም ሰርቲን ከምኡ ድማ ባሪው ኤይቲን ዝተባህሉ ማፍያ ኣብዛ ሃገር ኣዕለቕለቑ ሃገር ኣብ ትሕቲ ቁፅፅሮም እእተወ ዜጋታት በብመዓልቲ ይቐተሉ ኣገዲዶም ደቂ ኣንስትዮ ይደፍሩ ካብ ነጋዶ ገንዘብ ይምንጥሉ ይግብቱ ሰብ ድማ ይጨውዩ ከምኡ ድማ ህፃውንቲ መስዋእቲ የቕርቡ ይብጅዉ ኣምለኽቲ ስውር መናፍስቲ ነገር ግን መጋቢት 2022 ብሓደ መዓልቲ 62 ሰባት ብጭካነ ተቐተሉ ፕሬዝደንት ቦከሌ በቃ በሉ ውፁፅ ኣዋጅ ኣወጁ ፖሊስ ወተሃደር ሃገር ብዘይ መእሰሪ ፈቓድ ገበኛታት ክእሰሩ ጀመሩ። በሽሓት ዝኾኑ ተኣሰሩ። ነገር ግን ሓደ ዓብዪ ሽግር ተፈጠረ። ናይቲ ሃገር እስር ቤት መለአ። ነዚ ንምፍታሕ መንግስቲ ተኣምራታዊ ዝኾነ ውሳነ ወሰኑ። ካብ ከተማ ርሕቕ ዝበለ ስፍራ ብሸውዓተ ወርሒ ዓብዪ እስር ቤት ስኮት ሰሪሑ ወደሀ። እዚ ካብ ማእከል ከተማ ሳን ሳልቫዶር 40 ኪሎ ሜተር ርሒቑ ዝተደኮነ ስኮት 165 ሄክታር ቦታ ሓዘ። 23 ሄክታር ድማ ህንፁ ዓርፈ። ስኮት ዝተሰርሐ ወላ ሓደ ሰብ ከምዘየምልጥ መልክዕ ገይሩ ተሰሪሑ ገለ በዓል ሞያ ነዚ እስር ቤት ክገልጹ እንከለዉ ካብዚ እስር ቤት ካብ ምምላሲ ናብ ጠፈር ምብራር ይቐልል እዮም ዝብሉ ንምዃኑ ስኮት እስር ቤት ብኸመይ ደረጃ እዩ ተሰሪሑ ማዕረ ክንድዚ ከቢድ ዝገበሮኸ እንታይ እዩ ጠሊቕና ናይቲ እስር ቤት ኣሰራርሓ መጀመርታ ክንርኢና ካብኡ ቀፂልና ድማ ናይዞም ጋንግ ወይ ድማ ማፍያ ጉጅለታት ብኸመይ ከም ዝተፈጥሩ ክንርኢ ኢና ዙሪያ እቲ ህንፃ ብኤሌክትሪክ ሓፂር እዩ ተኸይቡ እስር ቤት ዝኸበቡ መንደቓት ትሽዓተ ሜትሮ ቁመት እዩ ዘለዎ ናይ ኮርንኮሪት ስራሕቲ ድማ እዮም ኣብ ልዕሊ እዚ 15000 ቮልት ኤሌክትሪክ ዝፈሰሰ ገመድ ተዘርጊሕሉ እዩ ቴክኖሎጂ ብእስር ቤት ዙሪያ ወላ ሓደ ዓይነት ናይ ስልኪ ኢንተርነት ከይሰርሕ ዝገብሩ ጃመር ተተኺሎም እዮም ወሰራት ምስ ናይ ካልእ ሰባት ዓለም ዘለዉ ርክብ ዝበሃል የብሎምን ሓለውቲ ምክልኻል ሃገር 600 ወተሃደር ዝኾኑ እዮም 250 ኣባላት ፖሊስ ኣለዎም ብሰከንድታት ዙርያ ሓለዋ የካይዱ፣ ዘመናዊ ኣጽዋር ድማ ዝተዓጥቑ እዮም። ካሜራ ኣብ ኩሉ ኮርነር እስር ቤት ተገጢሙ፣ ነፍሲ ወከፍ እሱር ይከታተሉ፣ ንሰከንድ ዓይኖም ካብ እሱረት እውን ኣይፈልዩን እዮም። ሓለውቲ ናይ እስር ቤት ማስክ ይጥቀሙ፣ ገጾም ይሽፈኑ፣ ምክንያቱ እዞም ማፍያ ኣባላት ኣዝዩ ሓያል ኔትወርክ ብደገ ኣለዎም። ስለዚ ጸቕጢ ስግኣት ስለ ዝፈጠረሎም ዝኾነ እሱር ገሊጾም ኣይርእዎን እዮም እዚ ብደገ ዝፍጠር ሽግር ንምግታእ እዩ ቀጺልና ናይ እስራት ክፍሊ ክነኣቱ ወላ ሓደ መሰረታዊ ነገር የብሎምን ብሓደ ጸቢብ ክፍሊ ሚእቲ ልዕሊ ሰባት ይነብሩ። ዓራት የለን፣ ምንም ዓይነት ፍርናሽ መተራስ የለን። ዝድቅስሉ ብብረት ዝተጋጣጠመ እዩ። ንመዓልቲ ክልተ ግዜ መግቢ ይወሃቡ። ዝተመጣጠነ መግቢ ዝበሃል ድማ ነገር የለን። ተፈጥራዊ ፀሓይ ኣይርድም ኩሉ ግዜ ለቺ ምስ በርሀት እያ ንደገ ምውፃእ ኣይፈቀዶምኒ በቃ ኣብ ክፍሎም ጥራይ እዮም ዓለም ከመይ ኣላ ሰዓት ክንደይ ኣሎ መዓልቲ እንታይ ኣሎ ዓመተ ምህረት እንታይ ኣሎ ኣይፈልጡን እዮም ንሰከንድ ትኹን እውን መብራህቲ ኣቋሪፃ ኣብ ውሽጢ እስር ቤት ኣይዝፈልጥን እዮም ኣብ ውሽጢ ክፍሊ ኩሉ እዩ ዝካየድ ዝሕፀብሉ ኣብ ውሽጢ ክፍሎም እዩ ዝድቅስሉ ኣብ ውሽጢ ክፍሎም እዩ ማይ ዝጥቀምሉ ኣብ ውሽጢ ክፍሎም እዩ ሽንቲ ቤት ዝጥቀምሉ ኣብ ውሽጢ ክፍሎም እዩ ካብታ ዘላቶም ክፍሊ ወፂኦም ክንቀሳቀሱ ኣይኽእሉን እዮም እታ ትፍቀዶም ሰዓት ፍርቂ ሰዓት እያ ንሳ ድማ ንሽተይ ኣከላዊ ምንቅስቃስን ናይ ሃይማኖት መዝሙር ምዝማሪ ብድሕር እዚ ናብ ክፍሎም እዮም ዝምለሱ ምንም ናይ ፀሓይ ብርሃን ዝርእሉ መንገዲ የለን እሱራት ናይ በፃሒ መስር ዝበሃል የብሎምን ቤተሰቦም መሓዘኦም ጠበቆም ክሓትዎም ኣይኹልንዮም ብተወሳኺ ሰዓት ራድዮ መጽሓፍ ቴሌቭዥን እውን ምርኣይ ኣይፍቀደሎምኒ ሓደ ጋዜጠኛ ንሓደ ሓላዊ ሓቲትዎ እዩ እንታይ እንዳገበሩ የውዕሉ ወላ ሓደ ኣይሰርሑን እዮም ስርሖም ሓሳብ ጥራይ ኢሉ ድማ መሊሱሉ ናብዚ ቦታ ዝፍቀዶ ናይ መንግስቲ ሰበ ስልጣን ድማ ጋዜጠኛ እዩ ጋዜጠኛ ፍቓድ እንተረኺቡ እዩ ስለዚ ናብዚ ቦታ ክመፁ እንተኾይኖም ናብዚ ስኮት እስር ቤት ቅድሚ ምብፅሖም 3 ኪሎ ሜተር ክትርፎ ከሎ ፈተሻ ይዝካየደሎም ሓደ ኪሎ ሜተር ምስ ተጓዕዙ ድማ ክልተ ኪሎ ሜተር ምስ ተረፎም ጠቕላላ ኔትወርክ ዝበሃል ይጠፍእ ናብዚ እስር ቤት ምስ ኣተው ድማ ኩሉ ኣካላቶም እዩ ዝፍተሽ ኩሉ ማለት ካልሶም ክዳኖም ዝኾነ ነገር ሒዞም ክኣቱ ኣይፍቀደሎምን እዩ ዝኾነ እሱር ተዘዋዊሩ ናብ ስኮት እንተ ደኣ መፅዩ ስውር ብምስጢር መልእኽቲ ሒዙ ናብ እስር ቤት ምኽያቱ ኣካሉ ብኤክስረዩ ዝፍተሽ። ካብ ስኮት ዓሰርተ ሓደ ዓሰርተ ኣርባዕተ ኪሎ ሜተር ርሒቖም ኣካል ምክልኻል ወተሃደር ኣብኡ ኮፍ ኢሎም ኣለዉ። ኣብ ስኮት ዝኾነ ነገር እንተተፈጢሩ ተጓዮም ንኽረድኡ ማለት እዩ። ናይዚ እስር ቤት ታሪኽ ከቢድ ዝገበሮ እንታይ እዩ ማለት ነዞም ጉጅለ ማፍያታት ናብ ከምዚ ዓይነት ደረጃ ዘእተዎም ከ እንታይ እዩ እቲ መሰረት ንምንጪ ካበዮም ተበጊሶም ማረ ክንደዚ ቀተልቲ ኣመንቲ መናፍስቲ ከምኡ ድማ ሃገር ናብ ምዕናው ዝገበሮም ታሪክም እንታይ እዩ ብሽሕን ትሽዓተ ሚትን ሰብዓን ትሽዓተን ክሳብ ዓሰርተ ትሽዓተ ትስዓን ክልተን ሕድሕድ ኩናት ኤል ሳልቫዶራውያን ኣብ ዝኾነሉ ግዜ ካብ ሃገሮም ተሰዲዶም ናብ መልእቲ ሃገር እትፍለጥ ሎስ ኣንጀሎስ ዓረፉ ከም ዝሓሰብዎ ግን ኣይጸንሖምን ስራሕ ኣይረኸቡን ማሕረት ሰብ እቲ ከባቢ ገለሎም ቋንቋ እውን ሽግር ኮነ ምክንያቱ ንሶም ዝጥቀምሉ ቋንቋ ስፓኒሽ ቋንቋ እዩ በዝኾነ በቲ ምንባር ኣብ ሎስ ኣንጀሎስ ኣዝዩ ሽግር ኮኖም በብዘለዎ ተደላለዩ ተራኸቡ ብስታይል ክዳን ቀይሩ ሙዚቃታት እውን ጀመሩ ነገር ግን ንመንገዶም ገንዘብ ስለ ዘድልዮም ዝነበረ ዕፀ ፋርስ ሓሽሽ ከዘሃውሩ ጀመሩ በቲ ግዜ እቲ ግን እቲ ዕዳጋ ናይ ሓሽሽ ተቋፂሮሞ ዝነበሩ ሞክሲካውያን ስለ ዝነበሩ ኣፈራሪሖም ከቋርፅዎ ከም ዘለዎም ነገርዎም እቲ ታሪኽ ድማ ካብዚ እዩ ዝጅምር ንመክሲካውያን ንምጥፋእ ሓደ ጉጅለ ፈጠሩ ሓደ ማራ ኤይቲን ሓደ ድማ ፓራ ኤይቲን ነገር ግን ፓራ ኤይቲን ብቁፅሪ ኣብ ዝበዝሕሉ ዝነበሩ ግዜ ነንባዕሎም ክሰማምዑ ኣይከኣሉን ካብዚ ተፈንጭሎም ድማ ኤምኤስ ሰርቲን ዝበሃል ጉጅለ ማፍያ መስረቱ። ኣዝዩ ሓደገኛ ጉጅለ ፈጠሩ። እዚ ማፍያ ጉጅለ ካብ ዕለት እና ዕለት ቁፅሩ እናወሰኸ ከድም ሎስ ኣንጀለስ ብሓደ እግራ ደው ኣብልዎ ዜጋታት ብፍርሒ ተዋሕጡ ኣብ መላእ ኣሜሪካ ተስፋሕፍሖም መንግስቲ ኣባላቱ ሰዲዱ ክሃድኖም ጀመረ። ዝእሰሩ ኣሲሩ፣ ገሊኦም ድማ ናብ ዓዶም ሰቐዶም። ነገር ግን ብዛዕባኦም ብዛዕባ እዞም ማፍያ ጉጅለ ምዃኖም ንመንግስቲ ኤልሳልቫዶር ዝሓበሮ መልእኽቲ ነበረን። ንሱ ድማ ናብቶም ሰላማውያን ዜጋታት ጸንበሮም። ኣብዚ ዓብዪ ናጽነት ረኸቡ ከም ድላዮም ከስፋሕፍሑ መንእሰያት ክምልምሉ ድማ ግዜ ኣይወሰደሎምን ክሳብ ኤሮጳ ላቲን ኣሜሪካ ጨንፈሮም ኩሉ ኣብ ኩሉ ኣባጽሑም በዚ ድማ ኣዝዩ ሓደገኛ ስራሕ ስርሑ ማለት በብዝኸድዎ ድልድል ኣርሞም ምቕማጥ ጀመሩ። ኤም ሰርቲን ኤም ኤስ ሰርቲን በዚ ንሶም ዝረገጽዋ ቦታ ሰላም ዝበሃል የብላን። መዓልታዊ ሰባት ይቐትሉ። ንመዓልቲ 18 ብዓመት ድማ ክሳብ 6,000 ዝኣኽሉ ሰባት መቕታል ጀመሩ። ደቂ ኣንስትዮ ኣገዲዶም ይደፍሩ፣ ንቖልዑ ዘኽተማት ከም ዝኾኑ ይገብሩ። መሊሶም ህፃውንቲ ከም መስዋእቲ ናብ ሓደ ስውር መናፍስቲ ንሶም ዘምልኽዎም መስዋእቲ ይገብርዎም በቃ ዓዲ ረበሽዎም ነጋዶ ክሰርሑ ይከኣሉን በብዝኸድዎ ገንዘቦም ይምጠሉ ትካላቶም ይሰብርሎም ተዓዲ ናብ ዘየለ ግብረ ሽበራ ኣእትዎም ሓደ ኤምኤስ ሰርቲን ኣባል ዝኾነ ማፍያ ክንደይ ሰብ ከም ዝቐተለ እውን ብቑፅሪ ኣይፈልጥን እዩ ክንደይ ሰብ ስንኩላን ከም ዝገረ እውን ኣይፈልጥን እዩ ኣብ ዝተሓትሉ ቁፅሮም ብልክዑን ክፈልጥዎም ኣይኽእሉን እዮም ስለዚ ሓደ ማፍያ ከም ድላዩ ከም ዝቐትል ከም ዝነበረ እዩ ዝርዳእካ መዓልታዊ ነውፂ ኣውያት ደቂ ዜጋ ክስደዱ እዮም ተራዮም መንግስቲ ዝኾነ ዓይነት እርምጃ ክወስደሎም ኣብ ዘልየሉ ሰዓት ንሶም ብዕጽፊ ገረምም ዝመልስዎም በቃ ሕኖም ኣብ ሰላማዊ ሰብ መቕታልን መቑራፅን ካልእን ተግባራትን እዮም ዝፍጽሙ። መንግስቲ ኣሉ ጸብኦም በቃ ሃገር ካብ መንግስቲ ቁፅፅር ኮነት። ኣብ ከምዚ ኩነታት ኤልሳልቫዶር ካብ መንግስቲ ቁፅር ኣብ ዝወፀትሉ ዝነበረት ግዜ ሓደ ከንቲባ ክኸውን ዝቕስቅስ ዝነበረ መንእሰይ ተፈጠረ ወላ ሓደ ስራሕ ልምዲ ናይ ፖለቲካ ዘይብሉ ናይ ሓንቲ 7000 ሰባት ዝነብሩላ ከተማ ከንቲባ ንምዃን ክቕስቅስ ጀመረ መጀመርያ ተምሃራይ ሕጊ ወዲ 18 ዓመት እዩ ዩኒቨርሲቲ ኣትዩ ንዑ ኣቋሪፁ ድማ ናይ ሓደ ፖለቲካ ፓርቲ ኣፋላጢ ኤፍ ኤምኤን ድማ ኾነ ነዚ ድማ ፀንሐ ናይ ባዕሉ ኣባለት ፓርቲ ኮነ በዚ ድማ ተመሪፁ ነታ ዓዲ ክመርሓ ጀመረ ድሕሪ ምምራጹ ከንቲባ ናይታ ከተማ ድሕሪ ምዃኑ ነታ ከተማ ናብ ፍጹም ለውጢ መርሓ ማለት ትምህርቲ ብድኽነት ዘይመሃሩ ዝነበሩ ቆልዑት መንእሰያት ንገለ ስኮላርሽፕ ከምኡ ድማ ናይ መንግስቲ ትምህርቲ ኣስፋሕፍሐ ንመዓልቲ ክሊኒክ ንሰለስተ ሰዓት ዝፍቀድ ዝነበረ ናይ መንግስቲ ክሊኒካት ዘርግሐ መዓልቲ ሰብ ዕስራን ኣርባዕተን ሰዓታት ክሰርሑ ጀመሩ። ከንቲባ ኮይኑ እዛ ከተማ ናብ ፍጹም ለውጢ ኣብጽሓ ትምህርቲ መብራህቲ ማይ ክሊኒክ ንሰለስተ ሰዓት ጥራይ ዝሰርሕ ነበረ ክሳብ 24 ሰዓታት ክሰርሕ ገበረ መሰረተ ልምዓት ኩሉ ኣዋደደ ኣብ ልቢ መንእሰያት ድማ ብፍቕሪ ሓደረ ደሞዙ ፈጺሙ ኣይቅበልን ነይሩ ደሞዙ ወሲኾ ምስ ገበርቲ ሰናይ ብምልማን መሊኡ እቲ ዓዲ ናብ ጽቡቕ ደረጃ ኣብጽሓ ወሮ ድማ ናብ ማእከል ከተማ ሳን ሳልቫዶር በጽሐም ኣዝዮም ድማ ተገረሙ። ከንቲባ ክኸውን ናይ ሳን ሳልቫዶር ተመረጸ። ንሱ ግን ዕላምኡ ዝነበረ መንግስቲ እቲ ሃገር ናይ ምዃን ዕላማይ ነይርዎ። ኤፍኤልኤም ሒዙ ናብ ፖለቲካ ፓርቲ ፓርላማ ምስ ቀረበ ንዕኡ ኣወገድዎ። ንስኻ ንሽምን ንዝናን ጥራይ ኢኻ ትደሊ ስለዚ ኢሎም ድማ ካብቲ ፓርቲ ኣባራርዎ ተጓሂ ድማ ሓድሽ ፓርቲ መስረትን ኣብዚ እውን ኣይተቐበልዎን መጨረሻ ፍጹም ተቐባልነት ዘይነበሮ ፓርቲ ጂኤንኤ ንሱ ተወኪሉ ድማ ናብ ውድድር ኣእተዎም በዚ ድማ ልምዲ ዘይብሉ እናብሉ ይንዕቅዎ ነበሮም መብዛሕትኦም ፖለቲከኛታት ሱፍ ለቢሶም ብማእኸል ኣደባባይ ብቴሌቭዥን ብራድዮም ብዛዕባ ፓርቶም ከፋልጡን ከምኡ ድማ ክጉስጉሱን እንከለዉ ግን ናይ ቦከሌ ግን ብዘይተለምደ ብትዊተር ፌስቡክ ብዛዕባ ፓርቲ ናይ ጂኤንኤ ከፋልጥ ጀመረም ፖለቲከኛታት ፓርቲ ናይቲ ሃገር ዘይተረድኦም ነገር ግን ናይ ቦኮሌ ናብ ህዝቢ መንሰያት ከም ዝኣተወ ድሕሮም እዮም ተረዲዎም ውፅኢት መረጫ ድማ መፀም ነበር ፖለቲከኛ ሁጎ ማርቲንዝ 14 ካብ ሚቲ ከምፅእ እንከሎ ካርሎስ ካሊጃ ድማ ሰላሳን ሓደን ካብ መይተም ጽም ናይብ ቦከሌ ድማ ሓምሳን ሰለስተን ትምርጫ ድማ ንሱ ተዓዊትሉ ኣብ ዘመን ስልጣኑ ማለት ኣብ ውሽጢ ኣርባዕተ ዓመት ድማ ጉጅለ ማፍያ ሰብዓን ሓሙሽተን ሽሕ ዝኣኽሉ እስር ቤት ወርዊርዎም እዩ ዓዲ ፍጹም ሰላም ኣንጠላልዋ ዘይፈልጥ ናብ ምሉእ ሰላም ኣብዝሕ ወይ ቱሪስቲ ዘወር ኢሎማ ዘይፈልጡ ቱሪስት ክመፅዋ ገይሮም ደቂ ዓዲ ተሰዲዶም ዝነበሩ ድማ ኣዶም ኣትዮም ክሰርሑ ገይሩ እዩ እታ ሃገር ናብ ፍጹም ለውጢ የምፅዋ ብሰላም ደረጃ ምስ በዓል ካናዳ ድማ ተፀጋዐት ትሕተ ቅርፂ ትምህርቲ ሆስፒታላት ድማ ኣብ ማእከል እታ ሃገር ኣስፋሕፍሐም ሎሚ ምስተን ሰላማውያት ጸጥታ ዘለወን ሃገር ኮይና ድማ ሎሚ ምስአን ተጸንቢራ ኣላ ኣምስቲ ኢንተርናሽናል ብዛዕባ እስራት ክማግት እንከሎ ህዝቢ ኤል ሳልቫዶርን መንግስትን ግና ነቲ ስኮት እስር ቤት ልክዕ ከም መድሕን ገይሮም እዮም ዝርእይዎም ኣድሓኒ ኤል ሳልቫዶር ድማ እዮም ዘለዎም ቤተሰብ ላይክ፣ ሳብስክራይብ ኣይትረስዑ። ደሓን ኩኑ።